ሃሎ ኣዜቤ ደቂ ነጋውስ ከመይ ቀኒኹም ከመይ ቀኒኹም ርሑስ ኣውደ ዓመት ርሑስ ኣውደ ዓመት ፅቡቅ ኣውደ ዓመት ኣሕሊፍና ኣለና ዋላ ኮሮና ተኾነ ፅቡቅ ኣውደ ዓመት ኣሕሊፍና ንመስል ኣለና ከምዚ ኮለል እንዳበልኩ ክዕዘበ ዝፀናሕኩም ብጣዕሚ ብጣዕሚ ብዙሕ ለውጥታት ብዙሕ ሰብ ኮንቸስ እንዳኾነ ይኸይድ ኣሎ ግን ሓደ ነገር ኣሎ ክነግረኩም ዝደለኹ ወይ ከዓ ንናተይ ድስማዕንስ ክዛረብ ደልየ ሓደ ሰብ ከማን እቲ ናቱ ቪድዮ ሰዲድለይ ግን ክኸፍቶ ኣይከኣልኩን በስ እቲ ሰብ ምስ ረኣኽዎ ሓደ ዕብይ ዝበለ ሰብኣይ ሕጂ እንታይ ይብልሲ መብሩክ ምሽ ይበሃል ድሕን ዒድ ኮይኑ መብሩክ ልዒድ ርሑስ ኣውደኣመት ገለ መልታት እዚ እንታይ ይገብረና ንዓና የቃራርበና ንሓደ ሰብ ውፅእ ክትብል ከለካ ደገ ድሕን ርኢካዮ ድሓን ዶ ሓዲርኩም እንተልካዮ ኤክስቸንጅ ትገብር ኣለካ ትለዋወጥ ኣለካ ማለት እዩ ምሕዝነት ዕርክነት ፍቅሪ ኦኬ ድሐን ረጊጽካያ ሐሊፍካ ግን እንታይ ደኣ ኮይኑ ኢልካ ኣብ ሐንጎል ኣብ ጥርጥር ይኣቱ ዳሕራይ ፍርክሽን ይፍጠር ሕጂ ሓደ ዓዲ ሰብኣይ ክልተ ጾግሩ ዘብቆለ ዕብይ ዝበለ እንድዩ ይብሎም ነይሩ ነዞም ሓደ መንእሰያት ኣክቲቭ ደለዉ ኣብዚ ናይ ወብሳይታት ይብሎም ነይሩ ሲ ብሩኽ ዒድ ብሩኽ ኣውደኣመት ብሩኽ ኣፋሲጋስ ኣይትበልዎም ምክንያቱ ሲ ንሕናስ ክንብሎምስ ኣይግብኣናን እዩ ኢሉ ሰሚዐ ሕጂ ኣነ ብጣዕሚ ደንፂኑ እዚ ዓቢ ሰብኣይ ፀጉሩ ኦኬ ኣለካ እገብር እዩ ፀሊም ኦኬ ኣለገብር እዩ ሕጂ ድሕን ሓደ ሰብ ጸሊም ኦክያለ ዝገብር ኮይኑ ሓደ ሕቶ ኣሎ ዓይንሽ ግርድሕ እንደየለ ሕቶ ኣሎ ናይ ነፍሲ ተኣማመንነት ወይ ከዓኒ ዲስኮኔክት ምዃን ሕጂ ዲስኮኔክት ምዃን ኣብዚ ናይ ሪሰርች ዝገብሩ ንሓደ ሰብ ንሓደ ሰብ ክቐጽዕ ወይ ክቐጥቅጥ ከሎ ኦክያለ እዮም ዝኾንዎ ብዙሕ ሪሰርችታት ኣሎ ኦክያለ ድሕን ተኸዲኖም ሕጂ ዓይኒ ንዓይኒ ድሕንደይ ትረኣ ኾንካ ክትጓዳዳእ ትኽእል ኢኻ ሕጂ ዲስኮኔክት ኾንካ ኣለኻ ሕጂ ከምዚ መብዛሕትኦም ሰባት ኣብዚ ከምዚ ኣነ ድዛረቦ ድሕን ተዛሪቦም ኣብ ደገ ላይፍ ደየለ ድመስሎም ኣብዚ ኣርባዕተ ኣብ ቦክስ ኣብ ኣርባዕተ ኣንጎሎ ድልየቶም ይዛረቡ ናቶም ፍራስትሬሽን የውፅዎ ይውፅዎ ነቲ ሰብ ይወቅዑ ብዘረባታት የባእሱ ብዙሕ ፍሪክሽናት ብዙሕ ነገራት ነብሶም የቃልሉ ነብሰ ነቃልላ ብዙሕ ነገራት ይግበር ምሽ ዳሕራይ ኣነብቲ ሓቂ ናይ ብሓቂ ላይፍ ኣብ ደገ ከም ዘሎ ኮምፕሊትሊ ድስርስዕዎ ሰባት ኣለዉ ብጣዕሚ ብጣዕሚ እዚ ግዜ እዚ ሲ ጥዑም ግዜ ብዙሕ ነገር ክፈርየሉ ብዙሕ ነገር ክትዳወለወሉ ባሳጆ ዳህበና ፈጣሪ ሲ ብኮንቱ ይጣፍእ ኣሎ ኮይኑ ተሰሚዕኒ ኤኒወይ ናይዚ ሰብኣይ ኣብዚ ሰብኣይ ክመልሰኩም ሕጂ ይብሎም ነቶም መንእሰያት እንድዮም ርሑስ ኣውደኣመትስ ኣይትበልዎም እንታይ ማለት እዩ እዚ እንታይ ክፈጥር ደልዩ እዩ ርሑስ ኣይተ ኣውደኣመት ርሑስ ኣውደኣመት ክበሃል ኣለዎ ሰብ እምበር ርሑስ ኣውደኣመት ክበሃል ናይ ግድን ርሑስ ዒድ ክበሃል እምበር ክ- ከምኡ እምበር ክንበሃሃል ኣለና ኣብ ርእሲኡ ሓንቲ ነገር ክዛረብ ደልየ ዘለኹ ሃይማኖት እ፣ ድመፀና እ፣ ድሳይንስ እዩ እምበረይ ሕጂ ንኣብነት እቲ ሓደ ሓደ ሰባት ኣሎ ከምዚ ናተይ ሃይማኖት ሲ ዝኾነ ዓለም ንዓይ ሓወይ እዩ ዝብሉ ሰባት ኣለዉ no ንዓኻ ድሕን ጸሊም ኮንካ ጸሊም እዩ ሓውኻ ከንፋር ድሕን ኮንካ ከንፋር እዩ ሓውኻ ኦኬ ኣብ ኣፍሪቃ ኣብ ኣፍሪ ብሕልፊ ብሕልፊ ኤርትራውያን ሲ ክንበልሓሉ ኣለና ምክንያቱ ንዓና ኤሮጳውያን ምሳና ኣይኮንኩምን ይብሉና ኣፍሪቃውያን ምሳና ኣይኮንኩምሉ ዓረብ ምሳኹም ምሳና ኣይኮንኩምሉ ዳስዋይ ንሕና ኤርትራውያን ካብ ኩሉ ዓለም ዝተሓዋወስና ብሉጻት ህቡባት ሰባት ኢና። እዚ ሰብ ክፈልጥ ክኸእል ኣለዎ ምኽንያቱ ዋላ ሓደ ሰብ ዝጸግዓና የለን ኣየጽኒሕና እቲ ናህና ናህና ጸጋ ናዕ ነንሕድሕድና ምፍቓር እዩ ዳስ ወይ ኣስላምን ክስታንን ኣብ ዓድና ፋቆራት ምክንያቱ ይፈልጡ እዮም ከመይ ኣማጻጽእኦም ይፈልጡ እዮም መን ጸግዖም ጸግዖም ንሶምን ፈጣሪኦምን ዝኮነ ብድኮነ ግን ኣብ ሕጂ ነዞም ውሕዳት ሰባት እስ ኢሎም የ- የ- የሽከርክርዎም ኣለዎ ገሊኦም ሓንቲ ብሕልፊ ሲ ቪድዮ ክሰርሕ እየ ኒወ ሓንቲ ኢላሲ እዚኦም መንእሰያት ነንሕድዶ እምበኣስ እሉ ኣነ ብትን ኣፍትንክል ኣይደልየን ናይ እም ተጋሩ ነትም ኤርትራውያን መንእሰያት ሲ እቶም ኤርትራውያን ጻራረፉ ጻራረፉ ኣለዎ እንዶ ጻራረፉ ኣለዎ ሕጂ እንታይ ትብል እዚኣ ውርዚ ዝበለት ጽብቕቲ እያ ክትሪኣ ከማኒ ጽብቕቲ ውርዚ ዝበለት ሰብ ሰዲድዋ ሸር ኢልዋ ሲ ብዙሕ ኢለ ኣይሪኦን እየ ምክንያቱ ኩሉ ትኽ ኢለ ክሪኢ ኣይክእልን እየ ምክንያቱ ኣርባዕተ ሰዓት ሓሙሽተ ሰዓት ሲ the same thing እዩ ዝዳጋገም ዝዳጋገም ኣነ ኣርብዓ ደቂቅ እየ ዝህበኩም ኣርብዓ ደቂቅ ግን ዲፕ ለርኒን እየ ዝህበኩም ኦኬ እዚ ክትፈልጥዎ ደለኩም ሕጂ ኣርባዕተ ሓሙሽተ ሰዓት the same thing you know ዋላ ስኬፕ ትገብር the same thing ስኬፕ ትገብር the same anyway ኣጋጣሚ ስኬፕ ስኬፕ ክገብር ሲ ኣዲኡ ድሞተቶን ኣዲኡ ሽቁ ዝኸደቶን መሊሰ ሰሚዐዮ ሕጅስ ነቶም ተጋሩ ኣሕዋታ እንድያ እቲ ኣነ ንምባኣስ ኣይኮነን ግን ሰብ ክነቕሓሉ ኣሎ ኦኬ ሰብ ክነቕሓሉ ኣሎ ኣነ ኣዝማድ ተጋሩ ኣለውኒ ኣዝማድ ኣምሓር ኣለውኒ ኣዝላ ማስማድ ኣለኒ ካብ ኩሉ ኣነ ሃፍታም እየ ካብ ኩሉ ኣለኒ ኦኬ ግን እዚኣ ጓል ክትብል ሰሚዐያ ሲ ኣይትፃረፉ ኣብቲ ናታቶም ለበል ኣይትውረዱ ትብሎም ነይራ ኤርትራዊ ኣበይ ለቨል እዩ ዘሎ ኣነ ብጣዕሚ ተሰሚዕኒ ሕጂ ኢላሲ ኣዲኡ ዝሞተቶን ኣዲኡ ሹቅ ዝኸደቶን ሲ በበይንኡ ስለዚ ክጸርፎም ከሎን ሳይ ይጽረፉ ሓቃ እያ ሓቃ እያ ኦኬ ግን ንዓይ ተሰሚዕኒ ኣነ ነዚኦም መንእሰያት ሲ ኣነ ክስደድ ከለኹ ንእሽተይ ኮይና ኢና ተሰዲድና ባባና ጀብሃ ተጋዳላይ ስለ ዝነበረ

ኤኒወይ ሕጂ ሰብ ነብሱ ከኽብር ኣሎ ኣነ ቪድዮ ሰሪሐ ሪኢኹም ኣለኹም ነብሱ ዝፈቱ ትብል ኣውፅእ ኣለኹ ነብሱ ዘኽብር ግዚኡ የኽብር ሕጂ ኣርባዕተ ሓሙሽተ ሰዓት ኣብኡ ቡን እንዳከሽከሻ ግን ኣይጠሙትዎን ድሕን ንዓኻትኩም ኤነርጂኹም ሓፍ ደየብላኹም ኮይነን ኣይትጠሙትን ስለ ዝተራኣየ እዩ ሸር ተገይሩ ብቲ ናተይ ክስታይ መጺኡ ነይሩ እየ ግን እንኳዕ ረኣኽዎ ንዓይ ከማን ኣነ ከማን ብዙሕ መባራበር የድልየኒ እዩ ምክንያቱ ብዙሕ ሰብ ኣሎ ከይፈልጥ ናይ ኡሲኖ ንሕወሶ ነገራት ነይሩ anyway ብጣዕሚ ዝተሓሳስብ ግዜ እንዲ ግን ደቂ ነጋውስ ብጣዕሚ ጥዑም ጥዑም ጥዑም ጥዑም ግዜ ኢና ደለናዮ ብዙሕ ነገራት ክቃየ ኣነ ኢለኩም እየ ክንዲ ዓመት ኣለንኹም ከም ዘለኩ ንመፅእ ኣሎ ክገድድ እዩ እዚ መርመራ እዩ ሕጂ ኣብዚ መርመራ እዚ ብስነ ስርዓት ነብስና እንዳ ረኣና ብዙሕ ቪድዮታት ክወጽእ ክፍትን እየ ኣምላኽ ሓግዘኒ ነብስና ክንርኢ ኣለና ጥዕናና ኣነ ኢለኩም እየ ደቂ ነጋውስ ከይትሞቱ ሆስፒታል ዝበሃል ከይትኸዱ ኣብ ገዛኹም ደሎ ከምቲ ኣዴታትና ገይረን ዝሕክማና እንዳተሓከምና ነንሕድሕድና ክንፋቃቀር ኣለና መሓዛ ክንገብር ኣለና ወዲ ኩል ዋላ ሕቶ ሓመዩና ኣሕመዩና መሓዛ ክንገብር ኣለና ኢለ anyway ሕጂ እንታይ ኣምጼልኩም ኣለኹ ግዜኡ ድዩ ከይትብሉኒ ርሑሰ ፋሲጋ ኢለኩም እየ ደቂ ነጋውስ ደቂ ነጋውስ ክብለኩም ሓደ እዩ ጽሒፉለይሲ ደቂ ሕጂ ቀደም ኣይንብቦን እየ ነይረ ሕጂ ግን ግዜ ስለ ዝረኸብኩ ከንብቦ ጀሚረ ኣለኹ ሓደ ኢሉኒስ ደቂ እዚኣ ንደቂ ነጋውስ ግደፍያ ኣነ ደቂ ነጋውስ ክብል ከለኹ ንኤርትራውያን ኣስላሞም ክስታኖም ሳውዝ ኢስት ዌስት ኖርዝ ጀም ሽኮሪናታት እዚኦም ህቡባት ኤርትራውያን ጨዋታት ኦኬ ደቂ ነጋውስ ክብል ከለኹ ምሽ ብዘሚትካ ዘሚትካ ደነስቲ ደነስቲ ምስራሕ ኦኬ ኣይኮነን ኣነ ደቂ ነጋውስ ክብለኩም ከለኹ ነፍሶም ዝፈለጡ ፃድቃናት ድሕን ፀዲዕካ ነብስኻ ፈሊጥካ እቲ ተንፍሶ ኤር ፕራና ዝበሃል ኣሎ ሂወት ኦኬ እቲ ትንፋስ እቲ ካልእ ሰብ ደተንፍሶን እስኻ ተተንፍሶን ይፈላለ እዩ ምክንያት እስኻ ስለ ዝፀጣኻ ሽዑ እቲ ደም ኦኬ ብሉ ሮያል ሮያል ብላድ እዩ ዝኸውን ሮያል ብላድ ማለት እቲ ደም ኣብቲ ግድ- ነብስኻ ድብል ዝበለፀ ካብቲ ናይ ኩሉ ሃይ እዚ እዩ ሮያል ኣብ ርእሶም እዚ ኩሉ ናህና ብናህና መልክ ከምዚ ኩትሻና ገለመለ ገለለና ስልማትና ጎ ክዛረበ ኣብ ግንባርና ኩሉ ግዜ ዳሕራይ ዳኣ መስቀል ገይሮሞ እምበረይ ኣብ ግንባርና ደለዎ እዚ ኩሉ መጻባበቂ ስልማት ኦኬ ትርጉም ኣለዎ ናይ ሮያል እዩ ናይ ድጸደቁ ኦኬ ናይ ኣፍቲ ፕሮሰስ ዘለዎ ኩሉ ትርጉም ነይርዎ ብድኾነ ግን ተዘሚትና ተዘሚትና ተዘሚትና መዓት ዘሚቶሙና መዓት ዘሚቶሙና እዞም I don't want to go there. ሕጂ ክነ ስለተዘመድና ተዘመትና እዩ እኔ በብቕሩብ በብቕሩብ ብዙሕ ነገር ከውፅእ እየ ኣይ ሆፕ ናተይ ቪድዮ ድሕን ሪኢኹሞ ኩሉ ይራኸብ እዩ ኦኬ ምስ ታሪኽናን እንታይነትናን ሓንጎልናን ስምዒትናን እንታይ ከም ንገብር እኔ ዳርጋ ሕጂ ክርዳእኩም ጀሚሩ ብዙሕ ገማን ኣይትፀርፍን ኣለኹም ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ታንኪ ፎር ደ ሪስፖን ትብሉለይ ኣለኹም ከዓ ትምልስለይ ወይ ከዓ ትፅሕፉለይ ኣለኹም ፅቡቕ ብጣዕሚ ደህፍትም እዩ ታንኪ ቨሪ ማች ፈትወኩም እየ ሕጂ እንታይ ኣምፅኦ ኣለኹ መስለኩም ምሽ ሰሪሐ ነይረ ሪኢኹሞ ክትኮኑ ነቶም ዝረኣኹሞ ሸር ከዓ ግበርዎ ኢኹም ነቶም ዝረኣኹሞ ክፈሎ ክትገብሮ ኢዚ ክኸውን እዩ ሕጂ ኣነ እቲ ዲቨሎፕመንት እቲ ድበሃል ዲቨሎፕመንት ኢለ ኣውጺኤዮ ኔረ ካብ ዜሮ እቲ ኮሚኒቲ ብዙሕ ኢንቨስት ይገብረሉ እቲ ቆልዓ እንዳዓበየ ናቱ ፐርሰናሊቲ ናቱ ካራክተር እንዳፈጠረ ዲቮሎቭ እንዳገበረ ዳሕራይ ምስ መንእሰይ ምስ ኮነ ከኣኒ እቲ ዝሓየለ ነቲ ሶሳይቲ ከኣ ክቅይር ድኽእል ሓይልን ፍልጠትን ካብቶም ድሓለፉ ዕድሚኦም ተዋሃሂቦም እዚኣ እያ እታ ናብራ ክትከውን ደላ ተወሊዱ ተፈቂሩ እቶም ዝዓበዩ ነቲ ትራንስፈር እንዳገበሩ ኣብዚ መሬት ንመጽእ ንክንጸድቅ ኢና ኩንትራት ኣቲና ኢና ከኣ ንመጽእ ሕጂ ዳስ ዋይ እዚ ሂወትና ሲ ኩቡር ኢዩ ዝበልኩኹም ኦኬ ገለ ገሊኤን ከማነይ ንእሽተይ እየን ድብርዓ ምብራዕ ትፈልጡ ኢኹም ሲ ከም ዝሙትካ ምሻላ ንእሽተይ እየን ምክንያቱ ወይ ጥሙያት እየን ወይ ከኣኒ እቲ ናታተን ኤነርጂ ዋላ እቲ ናይ ገንዘብ ህዝቢ ከሎ ንእሽተይ ይብርዓ እቲ ኤነርጂ ናተይ ስኩቡር ማለት እዩ ድብላ ብድኾነ ብኣኣ ከኣኒ ክዛረብ እንዴ ሕጂ ግን እንታይ እያ እታ ናተይ ኣርእስቲ ሒዘ መጺ ዘለኹ ደቂ ለጋውስ ቀስ በለ ከኣ ትብሉኒ ኣለኹም ቀስ ክብል ኣይኸእልኒ ኣነ እዚ ንመንእሰያት እየ ድህቦ ዘለኹ ሶ ቦሪን ክኾኑ ኣይደልዮምን እየ ግን ቀስ ክብል ክፍትን እየ ሶ ሕጂ ብዛዕባ ነብሲ ቅትለት እየ ክዛረብ ኦኬ ሰብ እንታይ ኮይኑ ነብሲ ቀትል ኣብ ምንታይ ስቴት ኦፍ ማይንድ ምስ በጽሐ ሰብ ነብሱ ዝቐትል ኦኬ እዚ ሕጂ ለለኹም ስንባደ ድሕን ሰብ ሰንቢዱ ዓቢ ስንባደ ደይ ተጸበዮ ድሕን ወሪድዎ እቲ ሓንጎሉ ኦኬ ፍሪዝ ዝኸውን እቲ ኩሉ ስምዒታቱ ገለመለ ፍሪዝ ዝኸውን ኦኬ ፍሪዝ ምስ ኮነ እዚ መኣታን ድሕን እቲ ዝረኸቦ ድሕን ኮንቲኑ ተሰሚዕዎ ኣብ ዓለም ክነብር ኣይክእልን እዩ ሓንጎልና ግን ስማርት ስለ ዝኾነ ነቲ ሓደጋ ዝረኸበ ኣምጺኡ ዓሚቱ ኣብቲ ኣንኮንቸስ ብድሕሪት ጌሩ ዳሕራይ ክነብር ይገብሮ ግን ኣጠፊኡ ማለት ኣይኮነን ጥራሕ ሒዙ ዓቢጥዎ ኣሎ ማለት እዩ ኦኬ እዚ ጸቕጥታት ሸቐልቀል ሽግራት ገለ መልታት ሕርቕ ሕርቕ ገለ ደመጸና ከምኡታት እቲ ሓንጎልና ብዙሕ ብዙሕ ብዙሕ ኣኪቡ ስለ ዘሎ እዩ ኦኬ ግን ሕጂ ንኣብነት ከም ውግእ እኔ እዚ መክኸዶ ሕጂ እቲ ድሕኾነ ሰብ ድሕን ሓደ ሓደጋ ረኺብዎ ክሊር ክሓስብ ኣይኽእልን እዩ ኦፕቲሚስቲክ ንቕድሚት ከዓ ክሓስብ ኣይኽእልን እዩ ኦኬ ኩሉ ግዜ እቲ ጭንቂ ስለ ዝረኸቦ ብሩሕ ኮይኑ ሓንጎሉ ጹሩይ ክሓስብ ኣይክእልን እዩ that's why ብዙሕ ዓይነት exercise ንሕና ደድልየና ሕጂ ኩሉ ግዜ ኩሉ ግዜ ጽልግልግ ዝበለ ሓሳብ ሓንጎል ክሊር ኣይኮኑን እዩ ድሕሪ ሓደ ሰብ ሽግር ረኺቡ ብሕልፊ ብሕልፊ ኣብ ንእስነት እዚ ኣነ ገሊጸልኩም እየ ካብ ዜሮ ስጋብ ሓሙሽተ ካብ ኣዲኡ ኣቡኡ ኢለ እዚ ኣብቲ ናይ ቀደም ኬድኩም ረእይዎ ኢኹም ግን ሕልፍ ሕሊፍ ኢለ ክነግረኩም እየ ሕጂ እቲ ቆልዓ ኦኬ ብሕልፊ ዋላ ሓንቲ ዘይፈልጥ ድሕን ኮይኑ እቲ ተዓባብያ ናይ ገዝኡ ድሕን ፅቡቕ ኮይኑ ኦኬ ንዝኾነ ሽግር ክጥሕሶ ይኽእል እዩ ኦኬ ግን እቲ ሽግር ተወዲኡ ማለት ኣይኮነ እቲ ሽግር ክረአ ክኽእል ኣለዎ ክዛረበሉ ክኽእል ኣለዎ ከም ከምኦም ዝኣመሰሉ ሕጂ ንኣብነት በዚ ናይ ሊብያ ዝሓለፉ ሰባት ብዙሓት ሽግር ረኺቦም ኣሎ ኩላቶም ተኣኪቦም ድሕን ተዘራሪቦምሉ ክፈኩሶም ይክእል እዩ ድሕን ዓቢጦሞ ግን ኣከይዱ ማለት ኣይኮነን ብጣዕሚ እንዳ መጸ እንዳ መጸ ጸቕጢ ክገብረሎም ይክእል እዩ ብዙሕ ነገር ከዘኻኽሮም ከምዚ ንፋስ መጺኡ ግጭባ ቢልካ ዝኸይድ እቲ ዝክርያት እቲ ተዘክሮ እቲ ሕማቕ ድዩ ዋላ እቲ ጽቡቕ መጺኡ ግጭብ ስለ ዘብለካ ኣብታ ደቂቕ ነፍስኻ ክትቀትል ትኽእል ኢኻ እዚ ሕጂ ናይ ነብሲ ቅትለት እየ ኣምጺኤዮ ደለኹ ሓጥያት ድብሃል ከኣ ንምንታይ ሕጂ እታ ሰዓት እዚኣ እታ መጺኣ ሓደ ነገር ወይ ከኣ ንሳ ከንዲኣ ትኾን ኣፍታ ግዜ እቲኣ ግን ክትጋገ ትኽእል ኢኻ ሕጂ ኩሉ ሰብ ድሕን ከምዚታት ወይ ንሰብ ንኽትቀትል ወይ ከኣ ነብስኻ ክትቀትል ድሕን ስምዒታት ኣሎ ኩሉ ግዜ ቴሌፎን ናምበር ክህልወካ ኣለዎ ቴሌፎን ናይ ክራይስስ ኣሎ ናይ ክራይስስ ቴሌፎን ናምበር ኣብ ኩሉ ዓዲ ስለ ዘሎ ናይቲ ዓድኹም ዘለኹሞ ናቱ ቴሌፎን ክህልወኩም ናይ ግድን ኣብ ትርኣስኩም ድዩ ኣብ ጅባኹም ክህልወኩም ኣሎ ኣውጺኹም ትዛረቡ ይረዳእኩም እቲ ቋንቋ ኣይረዳእኩም ክትዝ ዋላ ብትግርኛ ክትዛረብዎም ትኽእሉ ኢኹም they know እታ ቴሌፎን ናታ እያ ናቱ እያ ዋላ ብዝኾነ ቋንቋ ትዛረቦ ብትግርኛ ይበል ኣነ ብትግረ ብቢሌን ብኣሕዳር ብኹሉ ኦኬ ትግርኛ ቴሌ ነተ ናህና ኩለን ቋንቋና ዘብል ማለት እዩ ኦኬ ደጠቃልል ማለት እዩ ኣነ ብትግርኛ ስለ ዝኾነ ናተይ ማዘርታን ኩሉ ግዜ ትግርኛ ይብል ኣነ ከመይ ኢለ ትግርኛ ይብል እቲ ትግርያ እቲ ብሌን እቲ ሳህር ገለ ገለ ይብል ብዝኾነ ብሕልፊ ትግሬ ብጣዕሚ እየ ትግሬ ዝፈቱ ኣይ ዊሽ ትግሬ ክመሃር ንእሽተይ ሰሚዐ ግን ብዙሕ ኣይኮነን ብዝኾነ ሕጂ ደዊልካ ቴሌፎን ወይ ከዓ ደዊልክ ቴሌፎን ኦኬ ከምዝን ከምዝን ከምዝን ከምዝን ከምዝ ትዛረቡ ካብኡ ሲስተምኩም ይወፅእ ኦኬ ሽግር ኣይኮነን ተረኺብኩም ንዓኹም ዝመስል ቋንቋ ክንድዛረብ ከዓ ወደ ሓንቲ ቋንቋ ትፈልጦ ኮንኩም ከዓኒ ከመይ ገይሮም ከም ዝህድኹም ፕሮፌሽናል እዮም ይፈልጡ እዮም ክሕግዙኹም እዮም ሕጂ ንዕኡ እቲ ካልኣይ ከዓኒ ኦኬ ጸቕጢ እዚ ነገር ከ መዓስ እዩ ዝርከብ ንምንታይ ሓደ ሓደ ሰባት ኣለዉ ውልድ ኢሎም ስትረስ ዘለዎም ኣለዉ ኦኬ ምስ ስትረስ ዝውለዱ ኣለዉ ኣለዉ ካብቲ ናታቶም ስድራ ቤት ካብኡ ኣነ ብዙሕ ብከምስታት እዛረብ እየ ካብ ስድረኦም ዝወረስዎ ሕጂ ንኣብነት እዚ ነብሰይ እዚ ትርእይዎ ኣለኹም ናይ ቢልዮንስን ቢልዮንስን ቢልዮንስን ዳስዋይ ሰብ ክቡር ኦኬ ኣብ ናተይ ሓንጎል ኣብ ናተይ ቆርበት ቆርበትና ኣንቴና እዩ ኣንቴና እካ ትብል ክትብሉ ዲክን ግን ኣንቴና እዩ ኦኬ ሕጂ ኣንቴና ምዃኑ ከመይ ገይረ ክነግረኩም ረፈረንስ ረፈረንስ ስለ ትብሉኒ ንሓደ ሰብ ትርእይዎ ምሽ ኣይትፈልጥዎ ኣይትጥይቆ ፍትው ተብልዎ ኦኬ መመሪ ስለ ዘለና ኣንታይነ ስለ ዝኾነ ቆርቤትና ከዓ እቲ ዝዓበየ ኦርገን ናይ ነብስና እዩ ንሓደ ሰብ ኣሎ ከዓ ኮኸበይ ኣይፈትዎን ኣይተሰማምዕን ዝበሃል ነገር ኣሎ ብትግርኛ ርእይ ከተብሎ ከለካ ከዓ ኮምፕሊት ትፀልኦ ትፀልኦ ትፀልኦ ነገር ከዓ ኣሎ ኦኬ ሕጂ ንምንታይ መመሪ ዝክርያት ስለ ዘሎ ፕሪቪየስ ላይፍ ትፋለጥ ኢኻ እቲ መመሪ ይፋለጥ እዩ ኦኬ እቲ መመሪ ከዓኒ ኣብዚ ነፍስና እዚ ነፍስና ብዙሓት ሴላት ናይ ዓይኒ ሴል ናይ ስኒ ሴል ናይ ፀጉሪ ሴል ሴላት ብዙሓት ከም ሓደ ኮሚኒቲ ብስነ ስርዓት ዝነብር እዩ ከም ቦዲ ኮይኑ ንዓና ዝረኣየና እምበር ነዃል ነዃል ነዃል እዮም ግን ብሓንሳብ እዮም ዝሰርሑ ከምዚ ክብል ከለኹ ብሓንሳብ ምሳይ ይኸዱ እምበረይ ከምዚ ንቕፅ ዝበለ ኩሉ ነገር ንቕፅ ዝበለ ነገር ኣይኮነ ናብኡ ከይወስደኩም ና ሕጂ ከምኡ ስለዚ ከምዚ ኣብ ኤርትራ ምሽ ኩልና በብዓይነትና ግን ብሓደ ህርመት ንኸይድ ኮምኡ ኢካ ነብስና ok ነናቱ ሕጂ ስንን ዓይንን ነን ዋላ ክትሕዞ ዋላ ክትሰርሓሉ በበይንኦም ግን ብሓንሳብ ይከዱ ብሓንሳብ ድሕን ኬድካ ድሕን ተፋቂርካ ብዙሕ ነገር ኢካ እዛ ነብሰይ ሕጂ ብሓንሳብ ንኩሉ ብሓደ ጽቡቅ ጌረ ስለ ዝካናኮኖ ንዝነውሐ ግዜ የጽንሓኒ ok ጥራሕ ጸጉረይ ጥራሕ ተመሽጠ ነብሰይ ድሕን ክሬም ዘይገበርኩሉ ክነቅዕ እዩ ሕጂ ግን ኣነ ንኹሉ ከምኡ ከኣኒ ነቲ ዝኾነ ንገብሮ ዋላ ኣብ ዓድና ኹን ዋላ ኣብ ገለ ንኹሉ ብጽቡቅ ጌርና ድሕን ርኢናዮ ጽቡቅ እታ ሃገርና ላዕሊ ትኸውን ብድኾነ ሕጂ ኣብ ካልእ ከይወስደኩም ኣታ ናይ ነብሲ ቅትለት እንድዩ ነብሲ ክንቀትል ዝደፋፍኣና ነገር ሓደ ነገር ሕማቅ ነገር ምስ ኣጓነፈና ኦኬ ሓንሳብ ሓንሳብ ከኣ ካብ ካብ ስድራና ከኣ ንወርሶ ኣሎ ከም መልክዕና ከም ግብርና ከም ዋላ ሓደ ቀታሊ ድሕን ኮይኑ ካብ ቀታሊ ስድራ ቤት ተደኣ መጺ ቀታሊ ኸውን ካብ ፈቃር ስድራ ቤት ተመጺ ፈቃር ኸውን ምክንያቱ ኢንሃርት ስለ ዝገብረ ኣብቲ ናቱ ጅን ኢንሃርት ስለ ዝወረሰ ማለት እዩ ሕጂ ሓደ ሰብ ገለ ነገር ክገብር ድሕን ንዑ ደይ ደይ ምሕራጥ ምስኦም ምክንያቱ ንሳቶም ከምኡ እዮም ኦኬ ሓደ ሰብ ከምዚ ጸይቕ ኢሉ ሲ ሙሉእ ሰብ ይብጽበ ኖ እሱ ከምኡ እዩ ኦኬ ምክንያቱ ኢንሃረት ዝገበሮ ኢንፎርሜሽን ኣለዎ ኦኬ ሕጂ ንኣብነት ኣብዚ ቀረባ ግዜ ብዛዕባ ናይ ሃይማኖት ሓደ ሃይማኖት ንዓ ኢዘ ጆክ ኤኒወይ ብዝኾነ ነቲ ክብሪ ዘለዎ ነቲ ሃይማኖት ግን ኣፌክት ይሕምሞ እዩ ስለዚ ፐርሰናል እዮም ከኣ ዝወስድዎ። ብድኾነ ሕጂ ሓደ ጸይቑ ወይ ከኣ ሓንቲ ጸይቓ ተባሂሉስ እቲ ኩሉ ሰብሲ ይዓስሎ ኖኖኖኖኖኖኖ ኣንለስ ንስኻ ገለ ነገር ኣለካ ኣንለስ ንስኺ ገለ ነረርድ እትዓስልሉ ምክንያት የለን። ብድኾነ ሕጂ እሳይ እየ ድብል ናይ እቲ ሃይማኖት ማለት ሕጂ ኣብቲ ቀንዲ ክብሎ ዝደለኹ ኦኬ ብዙሕ ተዛሪበ ኣብቲ ቀንዲ ክብሎ ዝደለኹ ነፍሲ ቅትለትሲ ከም ሓጢኣት እዩ ዝቑጸር ንምንታይ ከም ሓጥያት ይቁጸር እንታይ ኢኸ ነብሲ ቅትለት ኤእ ንእሽተይ ኣነ ክዛ ክዛረብ መጽየ ደለኹ ደቂ ናጋዊ ሸር ግበሮ ፈትወኩም እየ ፈትወኩም እየ ፈትወኩም እየ ብጣዕሚ ግዜ ጽቡቅ ግዜ ከም ዘለና ከኣ ኣነ ነዊሕ ግዜ እየ ከምኡ ካብ ድብል እንዳ ጸበቀ እንዳ ጸበቀ ግን ክንበልሕ ክንክእል ኣለና መን ምዃንና ክንፈልጥ ክንክእል ኣለና ምስ መን ግዜና ከም ነጥፍኦ ክንፈልጥ ክንክእል ኣለና ንጽባሕ ብሩሕ ብሩህ ሓሳብ ክን ክንተክል ክንዘርእ ኣለና ኣብ ርእስና ቶት ሓሳብ እዚ ኣብ መጽሓፍ ቅዱስ ኣብ ቁርኣን ጽሩ ቶት ሓሳብ ክንከ ከመይ ዓይነት ንሕና ኢና ንደሊ ከመይ ዓይነት ክንኮን ፋሚሊይ ከመይ ክኾን ዝደልዩ ኤርትራ ከመይ ክትኮነለይ ዝደሊ ኣብኡ ከምዚ ምእማኣና ትፈልጡ ኢኹም ከመይ ኣብ ርእስና ድሕን ዘሪእናዮ ኣብ መሬት ሚእቲ ካብ ሚእቲ ክኸውን እዩ ግን ኣነ ጥራሕ ድሕን ደልየ ንስኻ ድሕን ደይደለኻ ክኸውን ኣይኽእልን እዩ ምክንያቱ ኤርትራ ናይ ኮለና ስለ ዝኾነት ኦኬ ሕጂ ነፍሰ ቅትለት ኦኬ ሓጢኣት እንታይ እዩ ሓጢኣት ድበሃል ኦኬ እንታይ እዩ ኦኬ ግዜ ምቅጻል ገሃነብ ሳት ኦኬ እንታይ እዩ ምግዜ ምቅጻል ከም ገሃነብ ሳት ገሃነብ ሳት ግዜ ምቅጻል ኦኬ እንታይ እዩ ኣነ እየ ክዛረበ እየ ሕጅሱ ኦኬ ኣይ ኣብ ሰማይ ድሕን ነብስኻ ቀቲልካ ኣርእስትና እዚ እዩ ድሕንት ነብስኻ ቀቲልካ ኣይ ኣብ ሰማይ ኣይ ኣብ መሬት ኢኻ ጠልጠል ትብል ኣብ ሓዊ ኢኻ ኩሉ ግዜ ዕድሜኻ ሙሉእ ትነድድ ገለ ገለ ኢሎም እዮም ድዛረቡ ደፋራርሑኻ ኦኬ ኩሉ ሰብ እንዲ መይድ ጌርዎ ግን ኣነ ከዓ ሕጂ ክዛረብ እየ ነብሲ ቅትለት ብጣዕሚ ሕማቅ እዩ ምክንያቱ ነብሲ ድሕን ቀቲልካ ነቲ ናይ ስጋ ነቶም ድሕሪኻ ትገድፎም ሰባት ኦኬ ንዕኦም ሓዘን ብጣዕሚ ሕማቅ እዩ ኦኬ ትገድፈሎም ኣብ ርእሲኡ ንስኻ ንስኺ ከኣኒ ኮንትራስት ሕጂ ንኣብነት ንሕና ኣብዚ ስጋፋ እዚ እንታይ ክብሎ ቆፎ ብሎ ሓንሳብ ሓንሳብ ኣነ ወይ ከኣኒ እንታይ ክድብል ኢና እንታይ ኣሎ ጽቡቅ ነገር ትመልኦ ነገር ከም ቆፎ ቆፎ ንበሎ ኦኬ ንሕና ከም ቆፎ ኢና ኦኬ ካብዚ ኣነ ነጊረኩም እየ ካብዚ ኩሉ እዚታትና ጸጉርና ስንና ገለ ካብ መሬት ኢና ንልቅሖ መሬት ከኣ ንዳሕራይ ኩሉ ነገር እያ ትወስድ ሕጂ ንሕና ከም ሲዲ ኣብ ሓንጎልና ኩሉ ነገር ጽሑፍ እዩ ምሽ ዝበሃል ኩሉ ንሕና ንገብሮ ጽሑፍ እዩ ሶ ንመርጽ ኢና ኣብዚ ኣብ ማህጸን ኣደይ ኦኬ ኣብ ማህጸን ኣደይ ኮይና ኣብዚ ማነፍ ኣብዚ ማኒፈስት ንኸውን ኣብዚ ንምን ንውለድ ኦኬ ሕጂ ክንውለድ ከለና ናህና ዕድልሲ ጽሑፍ እዩ ምሽ ትበሃል ከም ሲዲ ሕሰብዎ ሓንቲ ሲዲ ትወስድ ኣነ እዚኣ ክጻወታ እየ ትብል ኦኬ እዚኣ ድሕን ደይ ተጻወትካያ ኦኬ እዛ ሲዲ እዚኣ ድሕን ዘይተጻወትካያ ድሕን ሴርካያ ወይ ኣይወዳእካያን ኦኬ እዚኣ ጽንዕዋ ኢኹም ድሕረ ክዛረብ ከለኹ ክርዳእኩም ማለት ድሕን ኣይወዳእካያን ኩንትራትካ መሪጽካ ተወሊድካ ኣብዚ ክመጽእ ኣነ ነጊረኩም እየ ክንድምታይ ዲፊክልቲ ኣብዚ ክመጽእ በደ ጥራሕ ኢኻ ኣብዚ ድመጽእ ድሕን ደይወዳእካ እንደገና ካልእ ሲዲ ኢኻ ትመጽእ ካልእ ማህፀንካ ትልቃሕ ኣብዚ ክትመጽእ ማህታን ኦኬ ሕጂ ተረዲኡኩም ኣሎ ኒሕና ከም ለሰይ ከም ሪኮርድ እዚ ኩሉ ንሪኦ ኤኒወይ እሉጅን እዩ ዝበሃል ግን ኣብኡ ከዓ ከብጽሓኩም እየ ተተይ እንዳበልና ክንበጽሕ ኢና ሕጂ ከም ሲዲ ኩንትራት ናብዚ ክንመጽእ ከና ዕድል ለሰይ ዕድ ዕድል እያ እዚኣ ዕድልካ ሒዝካ ትመጽእ ኣብዚ ኣብ ዓለም ማነፈስት ክትገብር ድሕን ሴርካያ እንደገና ካሊእ ሒዝካ ናይ ግድን ክትመጽእ ኣለካ ጽድቂ በዚ ስለ ዝኾነ እዚ መምሃሪ ስለ ዝኾነ እዚ ከዓኒ መጽሓፍ ቅዱስን ቁርኣንን ኣፕሩቭ ትገብሮ እዩ ከምኡ እዩ ደይካስ ናትና ፍልጠት እዮም ፅሒፎሞ ግን ኣጓዲሎምሉ ሕጂ ኦኬ ሓጢኣት ሕጂ ሓጢኣት ድበሃል ምክንያቱ እስኻ ኮንትራት ወይ ከዓ እስኻ ኮንትራት ፈሪምኪ ምስ ፈጣሪ ኣብዚ መሪፅኪ ዕድል ኣብ ሪጋ በዚ ጌርካ ስለ ናብ ካልእ ዳይሜንሽና ዝኽየድ ኮምኡ እዩ ኦኬ ሕጂ ናብዚ ክትመጽእ ፈሪምካ ሪጋኻ ሒዝካ ወሲድካያ ድሕኖ ኢልካ ቀቢጽካ ነብስኻ ቀቲልካ ከድካ በቲ ሽግራት ዝተረኸበካ እቲ ሽግራት ኩሉ ግዜ ዝርከብ መምሃሪና እዩ ካብኡ እንታይ ትምሃር ኦኬ መምሃሪና እዩ ምክንያቱ እዚ ትምህርቲ እዩ ኣብዚ ትወስዶ የለቶም ጸ የለ ዋላ ገለ ኩሉ ኢሉዥን እዩ ሪል ኣይኾነን እሉዥን ሕጂ ብትግርኛ ጽሓፉለይ እሉዥን እንታይ እዩ በጃኻትኩም እሉዥን ፈልጣ እየ ግን ረሲዐያ ኣለኹ ኸያል ብሎ ብዓረብ ኦኬ እሉዥን እዩ ኦኬ ሕጂ እዚ እቲ እሉዥን ናይ ብሓቂ ስለ ዝመስለና ሕጂ ዝኾነ ሽግር ክበጽሕ ከሎ ክመጸና ከሎ ንዓና እንታይ ካብኡ ንምሃር ክንዲ ንብል ሕጂ ንኣምነት ሕጂ ኣብዚ ናይ ዝቐነየ ብናይ ናይ ኣውራጃታት ምፍሕፋሕ ካብኡ እንታይ ንምሃር ኦኬ ጥዑም እንዲዩ ኣውራጃኻ ክሎ ካብ ኣውራጃኻ ክትኮርዕ ናይ ኣስላምን ናይ ክርስትያንን ሕጂ መጽዩ ካብኡ እንታይ ንምሃር ጥዑም እዩ ካብኡ ግን እንታይ ንምሃር ናትካ ሃይማኖት ከተኽብር ጥዑም ኣይኾነን ድዩ ናይ ካልእ ከተብል ከተተሓመቅ ከተራስሕ ጽቡቅ ኣይኮነን ግን ከምኡ ድሕን ጌርካ እንታይ ዓይነት ጅን ኢኻ ኢንሃረት ጌርካ ከምዚኦም ዝገብሩ ዓይነት ክጥመቱ ክኽእሉ ኣለዎ ክትሕወስዎም የብልኩምን ኣንለስ ገለ ነገር ከም ኮኦ ከኣ ስኻትኩም ኢንሃረት ዝገበርኩምዎ ኣለኩም እዩ ወይ ከኣ ኣለና ማለት እዩ ብድኾነ ኣነ ከማን ንዛረብ እንዴ ግን ኣነ ፍልይ ይብል ናተይ ክዛረብ ከለኹ ማለሲ ክብረት ኣለኒ ግን ዳሕራይ መዓልቲ ክንዛረበሉ ኢና ግን ነቶም ንዕኡ ድኣምኖጉ ዝኸዱ ግን ክግበረሎም ክኸእል ኣለዎ በቲ ነቲ ኣብ ሓደ ቦታ ንኽትበጽሕ ኦኬ ናብ ፈጣሪ ንኽትከይድ በቢ መንገድኻ ትኸይድ በቢ ዝጣዕመካ በቢ ዝማእማኣካ ትኸይድ ግን ኖኖ ብቲ ናተይ መንገዲ ኢኻ ትኸይድ who are you መን ኢኻ ንስኻ ትነግረኒ ብድኾነ ሕጂ ሰብ ኣበይ በጺሕ ኣብዚ እሞ ክኸይድ እየ ኦኬ ሰብ ኣብ ሓዊ ክነብር ኣይኽእል ሕጂ እንታይ ይብሉ ድሕን ሜትካስ ኣብ ሓዊ ኢኻ ትነብር ኦኬ ኣብ ሓዊ ዝበሃል ምናልባት እቲ ግዜ ተቃጽሎ እቲ ኩንትራት እቲ ኩንትራት ሒዝካያ ትመጽእ ድሕን ሴርካዮ ከም ምቅጻል እዩ ምክንያቱ ኦልሬዲ ሃቭ ፍርቂ መንገዲ መጺኻሲ ምኽንያቱ እሳ ኣይኮንካን ትወሃብ እታ ዝመጻኻያ ኣብዚያ ነፍሲ እዚኣ እዚያ ነፍሲ እዚኣ ስፔሻል ኣብዚያ ነፍሲ እዚኣ ወላ ኣነ ይኮንኩን እንደገና ኣብዚኣ ክመጽእሲ ካልእ ሰብ ኣብ ዓለም የለን ኣብ ሙሉእ ዓለም ከምዚኣ የለን ከምታ ስኹም ከምታ ስኺ የለን ኣብ ዓለም እስኺ ዩኒክ ድበለጽኪ ኢኺ ምክንያቱ እሱ ስለ ዝኾነ ሕጂ ነዚያ ነዚያ ነፍሲ እዚኣ ድሕን ኣነ ከፍትል ቦታኣ ደየብጻሕኩዋ ኮንትራት ሴረ ኣለኹ ማለት እዩ ሕጂ ከም ገሃነብ እሳት ይፍለጥ እዚ ግን ሕጂ ሕሰቡ ኣነ ካብዚ ጥራሕ ከጋ ነብስኩም ቅተሉ ማለት ኣይኮነን ግን ክትፈልጡ ኣለኩም ኣብቲ ዘለኹሞ ሽግር ተደኣ መጺኡ ሲ ነቲ ሽግር እስቲ ክትሕልፎ ክትክእሉ ኣለኩም ኣብቲ ሽግር ከኣ ኣም ሹር ተማሂርና ኣለና ኣብ ዝኮነ ሽግር ክመጽእ ከሎ ንዓና ይድመስለና እምበር ኣብኣ ትምህርቲ ኣላ እታ ድበለጸት ትምህርቲ ንዓና ንዓና ከተሕውየና ንዓና ክትምህረና ንዓና ከተምዕብለና መንእሰያት እዞም ዓበይቲ ዘለዉ ሕጂ ኣነ ብኤርትራ ስለ ድዛረብ ኬፍ ስለ ዝህበኒ ዓደይ ከዓ ስለ ዝኾነት ኤርትራ ኣነ ኤርትራዊ ስለ ዝኾንኩ ብኤርትራ ይዛረብ እዞም ዓበይቲ ኤርትራውያን ነቶም መንእሰያት እንተተስንቕዎም እቲ ናታቶም ኤክስፔሪንስ እቲ ናታቶም ፍልጠት ንኤርትራ ሓፍ መሰበሉዋ ኔሮም ኤርትራ ድሕን ሓፍ ኢላ ኣብዚ ዘለናዮ ኣዲኡ ዝሞተቶ ኣዲኡ ሽቁ ዝኸደቶ ኣይምሰብሃልናን ኔርና ግን እቲ ኣነ ብላይም ዝገብሮም ነቶም ዓበይቲ እቶም ዓበይቲ ነቶም ንኣሽቱ ኣይህቦምን ኣለዉ ምክንያቱ ስለ ደይ ተምሃሩ እየ ድብል ኣነ ስለ ደይ ፈልጡ ምክንያቱ ዋላ ሓንቲ ሒዞም ካብዚ ድኸዱ የለን ዋላ ሓንቲ ሒዞም ካኣ ድመፁ የለን ሕንሕን ዋላ ከማኒ እቲ ለሲ ወርቂ ቀሚጦም ኸዱ እቲ ወርቂ ከ መን ይኸስቶ መን ይኸስቶ መን እዩ ድመፅእ ዘሎ መን እዩ ድመፅእ ደሎ ኣብቲ ማህፀን ድብለ ዘሎ እንታይ ዓይነት ሪኮርድ ናይ መን ሪኮርድ ሒዙ ድመፅእ ዘሎ ስተውዕሉ ኤኒወይ ሰብ ኣብ ሓዊ ክነብር ኣይኽእልን እዩ ምክንያቱ ስጋ ድሕን ኮይንና ስጋ ብዚኣ ድሕን ገዲፍናዮ ንኸይስ ከመይ ጌርና ኣብ ሓዊ ንነብር ኣደይ ማርያም መሬት ኣይትህበካን እያ እዚ ስጋ እዚ እዚ ኩሉ ናታ እዩ ኣብዚኣ እካ ኮፍ ተብሎ ኣይትህበካን እያ ኣየናይ እዩ ደኣ ክነድድ ኣየናይ እዩ ክነድድ ንዓኹም ገዲፈልኩም ኣለኹ ሕጂ እዚታት ኣነ እዚታት ዝዘረበኩም ዘለኹ ቲንከርስ ክትኮኑ ቲንከርስ ከም ኣቦሓጎታትኩም ኣቦሓጎታትኩም ኣቦሓጎታትኩም ቲንከርስ እዮም ነይሮም ሮያል ኣነ ከኣኒ ነጋውስ ዝብለኩም ከኣኒ ከምኡ እዮም ዝፈጥሩ ፈጣራት እዞ ኩሉ ዓለም ዝጥቀመሉ ዘሎ ኣነ ከምፅእ ብናይ ሃሁ ፅሑፈ እየ ኦኬ መን እዩ ንመን ሂቡ ኦኬ ኣብዚ ከርእየኩም እዩ ቢ ሰርፕራይዝ ኤኒዌይ ዕድመን ጥዕናን ይሃበና ብዝኾነ ሕጂ ኣብ መሬት ንክንውለድ ኩንትራት ኢና ንኣቶ ከም ዝበልኩም ኣብ መሬት ንክንውለድ ኩንትራት ኦኬ ሶላር ሎምሽ እስራዕ ኣብኡ ከይደ እኳ ኣይረኣኹዎን ኣዜብ ከም ሜዳኹም እዩ ዝበሃል ግን ኦኬ ኣለዉ ኮፍ ኢሎም ኣብዚ ዓለም ዓለም ምሽ ዓለም ዓለም እንታይ ኣብ ካልእ ዳይሜንሽናት ዝኸዱ ኣለዉ ፅሕፍዎ ከም ዝመፅእ ከዓኒ ኣነ ንእሽተይ ኤክስፔሪንስ ስለ ዘለኒ ኣረጋጊፀ ማለት እዩ ሕጂ ንኣብነት ዋላ ነዞም ሃይማኖት ኣነ ንምንታይ ኬፍ ዝሀብ ምእማን ምእማን ሕጂ ኣብ ሓደ ዓድስ ከም ዝግበር ኣሎ ተኣምን ኣብዚ ግን ሕጂ ምሸት እዩ ደሎ ኣነ እፈልጥ ምፍላጥን ምእማንን ክነፈላልዮ ኣለና እንሕ ሰብ ብምእማን ጥራሕ ብዙሕ ሰብ ይጠፍእ ኣሎ ክንፈልጥ ክንክእል ኣለና ኣብ ምፍላጥ ዓል ኣብ ምፍላጥ ኩነታት ሓንጎልና ክነእትዎ ክንከይድ ኣለና እንታይ ኣትብሉ ዘለኹም ሕጂ ናብ ኣነ ክልተ ኢድ ከም ዘለኒ ቅድሚ ሕጂ ኢለ ኣለኹ እፈልጥ እየ እምበር ኣይኣምንን እየ እሱ ማለት እዩ ምእማንን ምፍላጥን እዚኣ ድሕን ፈሊጥናያ ነብስና ከነድሕን ንኽእል ሓንጎልና ይበልሕ ነጽንዕ ንፋላሰፍ ሰብ ንኸውን ኢለኩም እየ ኣብ መሬት ክንመጽእ ከለና ኮንትራት እዛ ድነገርኩም ኣብ ኮንትራት ንክንደይ ዓመት ንሚእቲ ዓመት ድዩ ሚእትን ዕስራን ዓመት ድዩ ንሰማንያ ዓመት ድዩ ንገለ ዓመት ድዩ ዋላ ንቑርብ ግዜ ክማን ድመፁ ኣለዎ ቆልዑት መፂኦም ቀልጢፎም ዝሞቱ ኣለዎ ኮንትራቶም ንሳ እያ ንፈልጥን ኢና ንምንታይ ምናልባት እሳ ጥራይ ተሪፋቶም ኔራ ክትኮን ትክእለ ናይ ፈጣሩ ነገር ብጣዕሚ ስፔሻል ዩኒክ ክንፈልጥ ኣይንክእልን ኢና ኦኬ መሪጽና ነጊረኩም እየ መሪጽና ማህፀን ንውለድ ኣበዴና እዚ ኩሉ ኣብቲ ናይ ነፍሲ ዘኽብር ግዚኡ የኽብር ኣብኡ ከድኩም እዚ ዲቨሎፕመንት ጺሒፈዮ እየ መሪጽና ኢና ከማን ኣየናይ ማህጸን ንምእምኣንካ ከመይ ማለት እዩ ሕጂ ንኣብነት ናይ እንዳ ተዋጋእቲ እንተ ኮይኑ እቶም ተዋጋእቲ ናይ ዓይነት ማህጸን መሪጾም ኣብኡ ናይ እንዳ ስፒሪቹዋል ድሕን ኮይኖም ሕጂ ናይ እንዳ ስፒሪቹዋል ከኣኒ ኣብቲ ስፒሪቹዋል ከኣኒ ይውለዱ ሕጂ ኣብ ናተይ ፋሚሊ ብዙሓት ስፒሪቹዋል ኣለዉ ብዙሓት ስፒሪቹዋል ኦኬ ኣለዎ ሕጂ ዋላ ከማኒ ሳብጀክት ረእዩ ኦኬ ስፐረችዋል ዝኾኑ ኣበይ ትረኽቦም ኣብ ነርሲን ኣብ ካንስሊን ኣብ ዶክተራት ኣብ ምሕራስ ኣብ ምኹስኳስ ኣብ ገለ ኦኬ እቶም ፍልይ ዝበሉ ከዓ ኣብ ሸቐጥ ከዓ ኣለዉ ከዓ ሸቐጥ ከዓ ደሎ ሕጂ ንኣብነት ኣብዚ ስቶከርስ ባንክ ዝሰርሑ ኣለዉ ከዓኒ ገሊኦም ከዓ ፍልይ ዝበሉ ከዓኒ ቢልደርስ ከዓ ኣለዉ ጆሜትሪ ኤሌክትሪሽን ገለ መልታት ኩሉ ሰብ ኣብ ነናቱ ኣብ ነናቱ ደድምዖ እዩ ደብል ኣብቲ ነናቱ ኣብ ካልእ ሃው ከየብለኩም ግን እቲ ሰብ ሓደ ሰብ ሕጂ ኩሎም ኣለዉ ሕጂ ኣብ ሓልፊ ኣብ ሕልፊ ኣብ ኣፍሪቃ ኣፍሪቃ እንዲና ንሕና ኣብ ኣፍሪቃ ሕጂ ወዶም ዶክተር ክኸውን ጥራሕ እዮም ዝደልይዎ በቃ ዶክተር ክኸውን ዶክተር ዕብይ ዝበለ ሽም ስለ ዘለዎ ግን ንሶም እቶም ሰባት ግን ምናልባት ዶክተር ክኾኑ ኣይደልዩን ግን ነቲ ሰብ ክብሉ ከምኡ ከምኡ ይኾኑ ሕጂ ንሕና መምጺና ክንመጽእ ከለና ከመንስ ኣለና ምክንያት ኣለና ንፈልጦ ኢና ቆልዑት ኮይና ንፈልጦ ኢና ዳሕራይ በቶም ስድራ ቤት ኮንዲሽን ስለ ዝገብሩና ኣንፈትና ንስሕት እንተዘኪርናዮ ክንዝክሮ ንኽእል ኢና ነተግብሮ ንኽእል ኢና ኣብ ዓሰርተ ሓሙሽተ ግን ኣብ ሕማቕ ኣብ ሕማቕ ቦታ ድሕን ተወሊድካ ግን እቲ ኩሉ ጠፍእ ማለት እዪ እምበር ብጽቡቅ ብጽቡቅ ድሐን ዓብዩ ኣብ ሰላም ዘለዎ ዓዲ ኣነ ኮሙኡ ኤርትራ ክትኮን ዝደልያ እቲ ድመጹሉ ኣይጠፍእን እዩ ኮንቲንዩ ሕጉሳት ኮይኖም ምነብሩ ጽፍዑ ዝሳሓቅቲ ተጻወቲ ጥራሕ እዮም ድኮኑ ኦኬ ብዝኮነ ሕጂ ንኣምነት ዕስራን ሓሙሽተን ዓመት ዕስራን ሓሙሽተን ዓመት ነፍሲ ተተቐቲል ነፍሲ ነፍሲ ተተ ተተቐቲላ ኮንትራትካ ከኣ ንድሕን ተስዓን ሓሙሽተን ኮይኑ ከምቲ ዝበሃል ተስዓን ሓሙሽተን ሚእቲ ገለ ነይሩ ሰብዓ ዓመት ጠጠው ትብል እዚ ግዜ እዚ ከም ኩንትራት ትፍለጥ ሕጂ ንኣብነት ዕስራን ሓሙሽተን ዓመት ድሕን ነብስካ ቀቲልካ እሞ ከኣ ጉቡእካ ዝነበረ እቲ ኩንትራትካ እቲ ኩንትራትካ ደምጽካዮ ከኣ ጉቡእካ ከኣ ቴስዓን ሓሙሽተን ድሕን ኮይኑ ድሕን ምድማረ ይቁናዕ ኣሎ ሰብዓ ዓመት ጠጠው ትብል ትጸንሕ ኪው ምክንያቱ ኬድካ መስዓብ ጌርካ ኢኻ ሕጂ ክትጸንሕ ክትክእል ኣለካ ክንደይ ቆልዑት ይውለዱ ክንደይ ሰብ ይመውት ክንደይ ቆልዑት ይውለዱ እቲ እተን ነፍሲ ከማን ፍሉጣት እየን ዝበሃሉ ግን ክብልሎም ክጸድቁሎም ካብዚ ድሕን ጸዲዕካ ሽዑ ኣብዚ ኣይትምለስን ኢኻ ግን ኢንፎርሜሽን ተተሓላልፍ ነዚ ዝዘልሉ ሰብ ክምዕብል ማዕታን ክመሃር ክድሕን ግን በብዓይነቱ ነገራት ዝመጽእ ሽግራት ድመጽእ ከኣኒ ካብኡ እንታይ ትመሃር ሓድሽ ትለ ዋላ ሓንቲ ዘይፈልጥ ንመጀመርታ ግዜ ብዚ ድመወጽእ እምበር እንደገና እንደገና ኢና ንዋላለድ እሱ እዩ ከኣኒ የ ኦኬ እዚ ተተሰይሩ ኦኬ ግዜ ምቅጻል ምቅጻል ይበሃል ምቅጻል እዩ ግዜኻ ክንዲ ምንታይ ብክንደይ ሽግራት ድመጻኻ ኣብዚ ገሊጸዮ ነይረ እቲ ዲቨሎፕመንት ፕሊስ እሱ ረእይዎ ማታ ነዚ ክርዳእኩም ብክንደይ ሽግር ዝመጻኻ ኣብዚ ብክንደይ እንታይ ይበሃል ዝተወለድካ የ ብክንደይ ብሽግር ተወለድካ ኮምፕሊትሊ ኣብ ሓንጎል እዩ ዝዛረብ ዘለኹ ዝያዳ ካብ ኣብዚ ብዚ ናይ ሲግመን ፍሮይድ ሲግመን ፍሮይድ ሲ ክነግረኩም እየ ብድኾነ ኩንትራትካ ድሕን ሴርካ ብጭንቀት ንዓኻ ከማን ኣዲኻ ክትመውት ሓንሳብ ሓንሳብ ትመውት ክትወልደካ ብዙሕ ሽግራት ስለ ዝርከብ ኦኬ እቲ ኩንትራት ድሕን ሴርካዮ ጠጠው ኢኻ ትብል ሰብዓ ዓመት ጠጠው ክትብል ብዙሕ እዩ ኦኬ ሰብዓ ዓመት ናይ ሰብ ሰብዓ ዓመት ኦኬ ምናልባት ንኻልእ ንደሮ ክብል ሓሲበ ነይረ ብድኾነ ሰብዓ ዓመት ብዙሕ እዩ ጠጠው ክትብል ኣብ ሰብዓ ዓመት ሲ ምናልባት ዓይንኻ ክኽፈት ትኽእል ክትጸድቕ ትኽእል ኢኻ እሞ ኬድካ ንኻልኦት ከኣ ክትምህር ትኽእል ኢኻ መሰጅ እንዳውረድካ ድዩ ዋላ ገለ መታት ሕጂ እንታይ ድየ ድብል እዚ ናይ ሲግመ ሲግመ ፍሮይድ ፍሮይድ ናይ ሳይኮዳይናሚክ ናይ ኣፍሪቃ ስታዲ እዩ ከማኒ ናይ ሳይኮዳይናሚክ ኣቦ ፈጣሪ እዩ ዝጽዋዕ እብል እዚ እቲ ኣተዓባብያኻ ድሕን ደይ ብጽቡቕ ደይመጸ ኣብቲ ድሕሪት ኬድካ ከተዕርዮ ትኽእል ኢኻ እዩ ድብል። ሕጂ እዚ

ኦኬ ብዙሕ ኢንፍሎንስ ኣሎ ሓደ ሰብ ድሕን ብጽቡቅ ዓብዩ ብስነ ስርዓት ብፍቅሪ ብክብረት ድሕን ዓብዩ ምስ ዓበየ እዚኤን እዚኤን ቫልዩ እዚኤን ኣለዋ ኣብቲ ናብርኡ ኣብቲ ስርሑ ኣሎ ይጥቀመለን እዩ ብብዝሒ ኦኬ ድሕን ብሕማ ብምትሕሓዝ ብስድነት ብባእሲ ገለ ዓብዩ ኮንቲኒ ኣዚኣ ትኸውን ሕጂ ድሕን ከሕውይዎ ደልዮም ድሕን ሰብ ሽግር ረኺብዎ ከሕውይዎ ድሕን ደልዮም ብናይ ሳይኮዳይናሚክ ኣብቲ ናይ ቀደም ሓንጎሉ ኣብቲ ናይ ንእስነታ ወይ ኣብቲ ናይ ንእስነቱ ኬድካ ኢኻ ተሕውዮ ኢለ እየ እዚ ሰሪሐዮ ዘለኹ እዚ ጌርናዮ ኢና እዚ ጌርናዮ እዚ ጌርናዮ እዚ ጌርናዮ ኦኬ እዚ ሕጂ ሰብ ነብሱ ተቐቲሉ ኣብ ሰላሳ ናይ ከምዚ ድበልክዎ እዩ ዕድመ እቲ ዝተረፈ ኣብ መጸበዪ ከም ካርማ እዩ ዝፍለጥ ካርማ እንድዒ ድሕን ሰሚዕኩሞ ትፈልጡ ኮንኩም ወይ ከኣ ሓጢኣት ካርማ እዩ ዝበሃል እንታይ እዩ ካርማ ካርማ ሓጢኣት እዩ ወይ ከኣኒ ዕዳ ዩጁሊ ከም ሓጢኣት ኣይጽውዑኒ ከም ዕዳ ሕጂ ድሕን ጽቡቕ ጽቡቕ ጽቡቕ ጽቡቕ ጌርካ እቲ ናትካ ካርማ ይድምሰሰልካ እቲ ጽቡቕ ካርማ ሕጂ እቲ ካርማ ማለት ዕዳ እዩ ጽቡቕ ዕዳን ከምዚ ሓጢኣት ኣይብልዎን እዮም ዳሕራይ እኳ እንዳተኻፍአ ኸይዱ ካርማ ማለት ሕጂ ጽቡቅ ካርማ ኣሎ ሕማቅ ካርማ ኣሎ ድሕን ጽቡቅ ጽቡቅ ጌርካ እቲ ጽቡቅ ካርማካ ይበዝሕ ዶ እቲ ሚዛን ኣሎ ኣባና ሕጂ ጠፊኡ ደሎ እቲ ናይ ሃይማኖትና ሚዛን ኣሎ ሕጂ ጽቡቅ ካርማካ ድሕን በዚሑ ok ትዕወት ናብ ኣብዚ ሂወትካ ንዓካ ጥራሕ ዘይኮነ ትዕወት ንዓካ ጸሊእካስ ነቶም ዝወለድካዮም ፍሬካ ናትካ ከማን ዕውታትን ሕጉሳትን ፍሱሃትን ይኮኑ ኢዩ እቲ ካርማ ካርማኻ ክትጥዕዮ ደለካ ካርማ ምጥዓይ ቨሪ ኢምፖርታንት ማለት እዩ ኦኬ ሕጂ ዓሰርተ ዓሰርተ ሓሙሽተ ሰላሳ ኣርባዓ ዕድመ ዘለዉ ኣብ ሂወቶም ንመሬት ኦኬ ንመሬት ለውጢ ዝገብርሉ ግዜ እዩ እቲ መንእሰይ ንህዝ ንህዝቢ ሓፍ ከብሎ ዝኽእል ግዜ እዩ ሕጂ ኦኬ ኩንትራት ኣቲኻ ኣብዚ ኩልና ደቂ ፈጣሪ ኢና እዚ እዚ ኣስላም ገለመለ ክርስታን ገለመለ በብዓይነቶም ሃይማኖት እሱ እሱ ካብ ሰብ ዝሰርሖ ሓንጎል ዝሰርሖ እዩ ኒሕና ኢና ሰሪሕናዮ ግን መሬት ኦኬ ኣብዚ ክትቅበል ከላ ነቶም ኣብ መሬት ዘለዉ እንስሳ ኹኑ ቆፅሉ ኹኑ ሰብ ኹኑ ሓፍ ከብለላ እዚ ሓይሊ ዘለዎ ከዓ እቲ መንእሰይ እዩ እቲ መንእሰይ ሕጂ እዚ መንእሰይ እዚ ነታ መሬት ጉቡእ ኣለዎ ነዲኡ ጥራሕ ዘይኮነ ንነብሱ ጥራሕ ዘይኮነት ኣብዚ መሬት መፅዩ ድሕን በሊዑ ዓብዩ ኦኬ ክህብ ክህብ ክኽእል ኣለዎ ኦኬ ብዝኾነ መንገዲ ሕጂ ከምዚ ኣነ ዝህበኩም ዘለኹ እዚ ፍልጠት ሓደ ካብቲ ፅቡቕ ካርማ ምግባር እዩ ኦኬ ድሕን ኣብ ዓድ ኣብ ኤርትራ ምሽ ተኽሉ እዮም ተኽሊ ንተኽሊ መንእሰያት ይተኽሉ እዮም ኦኬ ዋላ ተገዲዶም ይግበሮ ንዕኦም እታ ጽብቕቲ ግን ንዕኦም እያ ትኸውን ብሕልፊ ድሕን ፈሊጦሞ ከዓኒ ጽቡቕ ገይሩ ኣብ ነብሶም ለውጢ ገብረሎም ምክንያቱ ሓንጎሎም ስለ ዝበርህ ብዝኾነ ዝኾነ ኣብ ዝኾነ ቦታ ዓለም ኩላ ዋላ ኣብዚ ዓዲ ኣነ ድሕን ተኺለ which ብዙሕ ዓይነታት ምብትካል ዘይኮነ ብዙሕ ኣሎ ዝገብሩ ኣለ ቮለንተሪ ወርክ ኦኬ ንዓይ ንዓይ ጥቕሚ ኦኬ ንዓይ ዋላ ሕጂ ንኣመት ኣብ ሓደ ስራሕካ ወፊርካ ኣብቲ ስራሕካ እንዳተኸፈልካ ድሕን ፀይቕካ ኦኬ ሕማቕ ካርማ ትእክብ ኣለኻ ኣብቲ ዝኾነ ዓይነት ስራሕ ይኾን ዝኾነ ምክንያቱ ኣብዚ ናይ መሬት ናይ ናይ ናይ ደቂ መሬት እዩ ናይ ናይ መሬት ስለ ዝኾነ ኩሉ ኣብዚ ዝፍጠር ደቂ መሬት ስለ ዝኾነ ኦኬ ሕጂ ናይ ግን ናይ ነብስና ጥራሕ መጀመርታ ግን ናይ ነብስና ንግበር ናይ ናይ ኤርትራና ንግበር እምበር ከምኡ እዩ እታ ዝወዓልካላ መዓልቲ ጽፍፍቲ መዓልቲ እታ ዝወዓልክላ መዓልቲ ጽፍፍቲ መዓልቲ ክትከውን ኣለዋ ጽቡቅ ካርማ ከነጥሪ ኦኬ ኦኬ ነዚ ዕድመ ዝሰረቐ ኩሉ ግዜ ኣነ ዝብላ እየ ሓጢኣት እዩ ነቲ ዕድመ ዝሰረቐ ምክንያቱ ነቲ ሰብ ኣይኮነን ዝሰርቆ ደሎ ነዛ መሬት እዩ ዝሰርቃ ዘሎ ኣብዛ መሬት እዩ ዝበልዕ ደቁን ደቁ ደቁን ካብዛ መሬት እዩ ክበልዕ እቲ እትበልዖ ኣብ ውሽጥኻ እዩ ዝኣቱ እንታይ ይገብረልካ ንዓኹም ገዲፈልኩም መብዛሕቶም ብታብሌት እዮም ዝነብሩ እዞም ከምኡ ኣይፈልጥዎን እዮም ካበይ መፅዩ ኣነ ከማ ናይ ፍረድ ይፈሩ ከይፍረደካ ድብሉ ከምኡ ግን ከምኡ እዩ ድበሃል ኦኬ ሕጂ ሰኻ በቲ ድሕን ሓደ ነገር ኣጥፊእካ ብገዛኻ ሓደ ነገር ጠፊኡ ኣሎ በዚ ነገር ንስኻ ድሕና ልሚዕካ እስኻ ካኣ ወይ ካኣ በዚ ነገር ናትኪ ሂወት ለሚዑ ኣሎ ከምኡ እዩ ከምኡ እያ you know balance ከምኡ እዩ ካብዚኣ ከተምልጥ ኣይንኽእልን ኢና ብጣዕሚ ብጣዕሚ ጽቡቅ እንድሕን እዚ ተፈሊጥናዮ እዚ ከፍልጡና ኣይደልዩን እዮም ምክንያቱ እዚ ድሕን ፈሊጥና እቲ ምስጢር ድበሃል እዚ እዩ እቲ ምስጢር ዝበሃል እዚ ዓይነት ቶት እዚ ዓይነት ፍልጠት ውሑዳት ሰባት እዮም ዝፈልጥዎ ኤሊት ኤሊት ዝባሃሉ ኣብ ኩሉ ዓለም ኤሊት ኣለው ኦኬ ኣብ ኩሉ ዓለም ሓለፍቲ ኤሊት እዮም ናቶም ደነስቲ እዮም ክሰርሑ ዝደልዩ ኦኬ ፎር ኤቨር ዝነብሩ እዩ ዝመስሎም ከመይ ይመፁ ኣይፈልጡን እዮም ከመይ ከመይ እንታይ እዩ ዝመፅእ እንታይ እዩ ዝለዋወጥ ኣይፈልጡን እዮም ሓንቲ ዝፈልጥዋ ግን እንዳዘመቱ ናይ በይኖም ኢምፓየር ናይቶም ፋሚሊ ጥራሕ ኩሉ ግዜ ልዕል ኢሎም ክነብሩ ዝደልዩ ሰባት ኣለዉ እዚኦም ዓሊ እዚኦም ካብ ፍሉጣት እዮም ኤኒወይ ኢደዲ እዚ ግዜ እዚ እዚ ግዜ እዚ ነዚ ዕድመ እዚ ዝሕዝ ሓጢኣተኛ ክኾን ኣለዎ ናይ ብሓቂ ሓጢኣተኛ ክኾን ኣለዎ ናይዚያ መሬት ኣይኮነን ኦኬ ነዚ ግዜ እዚ እዚ ከተፍርየሉ እትኽእል ግዜ ስለ ዝኾነ ነዴ ማርያም ኩሉ ግዜ ኣነ በዴ ማርያም እንዴ ዝዛረብ ብማርያም ብመሬት ኦኬ ደቃ እሳ ዝሃበቶም ምግቢ ንስኻ ወይ ከኣ እቲ ዋላ እቲ ሓላፊ ድብል ደይ ሃቦም ነዴኦም ክመልሱላ ኣለዎም እሳቶም ከኣ ድልየቶም ክጎብሩ ኦኬ ናህና ናይ ቀደም ሕጊ ዝነበረ ok ኩሉ ሰብ ናጻ እዩ ነይሩ ክዛረብ ምክንያቱ መን ከም ትቅልቦም መን ከም ተብልዖም ስለ ዝፈልጡ ኣብ ዓድና ማርያም ዓባይ ነገር እያ ኣሰብኡት ኣሰብኡት ንማርያም ክብሪ ዓቢ ክብሪ ኣለዎ ምክንያቱ ኩሉ ነገር ማተርያል ክትገብሮ ኣለካ ካብ መሬት ድሕኒ ኢልካ ካብ መሬት እዩ ካብ መሬት ንምባል እዩ ወርሒ ወርሒ ሕጂ ናይ ሃይማኖት ምስልምና ንወርሒ ይብሎ ወርሒ ማርያም እያ Anyway ነዚ ክብል ኢለ ከጣቓልለልኩም ነፍሲ ቅትለት ብጣዕሚ ሕማቕ እዩ ምክንያቱ ሓሪኻ ስለትመፅእ ሓሪኻ ስለትመፅእ ዘለኸ እዩ ኦኬ ብዙሕ መሰናኸል ከኣ ሰብ ስለ ዝሓልፍ ኦኬ ኣብዚ ኣብዚ ዓለም እዚ ክውለድ ኣይግባእን ዝኾነ ሽግር ድመጽእ ከኣ ንዓና መምሃሪና እዩ ሕጂ እዚ ሽግር እዚ እቲ ንኹሉ በዓል ማማ ነዚ ኮሮና በዓል ማማ መጽዩ ኣሎ ይበሃል ኣሎ እዚ ሽግር እዚ ከመይ መጽዩ ካልእ ትንተና ኣለዎ ነንሕድሕዶም ኣለዉ ቢዝነስ ዓበይቲ ቢዝነስ ሜከር ኣይተሳማምዑን እዚ ነገር መጺኡ ዘሎ እንድዩ ሓድሽ ኣይኮነን ብድኾነ ንሕና ኣብ ትሕቲኦም ኢና ዘለና ስለዚ እቲ ድበሉና ኢና ክንገብር ዘለና ዋቴቨር ዋቴቨር ስለዚ እንታይ እምጽዮ ሕጂ ኩሉ ሽግር ድመጽን ንዓና መብጸበቕ ኢና እንድዩ ኣብዚ ግዜ እዚ ሕጂ ብዙሕ ሰብ ተዋሊዱ ኣሎ ብዙሕ ሰብ ተዋሊዱ ፈርዩ ኣሎ በቲ ከጥፍዎ ድሓሰቡ ኦኬ ግን እንደገና ሰብ ክዋለድ እዩ ምክንያቱ ድሕን ብሓንሳብ ውዒልካ እንታይ ኢኻ ትገብር ብጣዕሚ ፅቡቅ እዩ ብጣዕሚ ብጣዕሚ ብጣዕሚ ኣይ ሆፕ ኦኬ ብድሕሪ ትሽዓተ ወርሒ ብዙሓት ቆልዑት ኣብ ዓለም ክውለዱ ሆፕፍሊ ok እምበር ክውድእ እዩ ተሓሲቡ ነይሩ ብዝኾነ ኣብ ካልእ ከይተኩም ዝኾነ ሕማቕሲ ፅቡቕ ኣሎ ኣብ ፅቡቕ ከዓ ሕማቕ ኣሎ ኩሉ ግዜ ፅቡቕ ፅቡቕ ፅቡቕ ዝመስለና ፅቡቕ ኣይኾነን ኦኬ እዚ ክብል ኢለ እየ ኣይ ሆፕ ክርድኣኩም እዚ ናይ ነፍሲ ቅትለት ነፍሲ ቅትለት ጌጋ ምዃኑ ንነፍስኻ ከይትቐትል ንነብስና ከይንቐትል ወይ ዝበለፀ ንፈትዎ ሰብ ስእሊ ብ ቅድሜና ክህሉ ኣለዎ ወይ ሓደ ነገር መስሓቂ ወሊዕና ወይ ቁርኣን ቶም ቁርኣን ተንብቡ ወይ መጽሓፍ ቅዱስ ቶም መጽሓፍ ቅዱስ ተንብቡ ወይ ማይ ማይ ትሰትዩ ቶም ማይ ንሰቲ ኦኬ ኣብ ዝኾነ ወይ ጽቡቕ ነገራት ንሰምዓሉ እታ ሓሳብሲ እንታይ ይበሃል ልውጥ ከነብላ ክንክእል ኣለና እቲ ግምጺጭብ ዘብለና ክብ ቴሌፎን ደዊልካ ድዩ ወይ ገለ ከነግልል ክንክእል ኣለና ወጺኻ ንፋስ ኣብ ነፍስኻ ምኣራዎ ኣምላኽ ኣነ ብኣኻ ብፈጣሪ ዝተ- ብመሬት ዝተፈጠርኩ ንምንታይ እዚ ዓይነት ሓሳባት እዚ ሓሳብ ካበይ ድመጽእ ዘሎ ናተይ ጽቡቅ ክኢልካ ምርሓ እንተ ደየሎ እ፣ ምጽባይ ክንጽበ ኢና እንደገና ካልእ ካብ ካልእ ካሴት ሕጂ ንኣምነት ድሕን ኣነ ከምኡ ገይረ ኣይበል ድሕን ከይደ ሲ ኣብዚኣ ስፒትፍል ሰብ ዘሎ ኣይምስለንን ድመጽ ኣብ ካልእ ክመጽእ ሰው ኣይደልን ኣነ ነብሰይ ይፈቱ እስሓትኩም ከኣ ከምኡ ነብስና ክነፍቅራ ክንክእል ኣለና ኦኬ ነብስኻ ድሕን ኣፍቂርካ ካልእ ሰብ ተፍቅር ኦኬ ዳሕራይ ጽቡቕ ፍቅ ድሕን ፍቕሪ ኣዘውቲርና ፈቃራት ፈቃራት ኢና ንኾን ጥዕንና ከኣ ይበዝሕ ኦኬ ነዚ ክብል ኢለ ሕጂ ሎማዓቲ ናይ ነብሰ ቅትለት መካላኸሊ ኣለዎ ድሕን ቀቲልና ከኣ እንታይ ከም ዝኸውን ክብል ኢለ እየ ፈትወኩም እየ ፈትወኩም እየ ደቂ ነጋውስ ድሕን ተጋግኾ ነገር ኣሎ ፕሊስ ኣብኡ ጸሓፉለይ ፈትወኩም እየ ኣዜብ ቻው